ሓረስቶት ካብ ግራውቶም ከይተፈልዩ ዘራእቶም ክከታተሉን ብኣጋ ክእክቡን ኣመሓዳሪ ዞባ ዓንሰባ ኣቶ ዓሊ ማሕሙድ ኣዘኻኺሩ። ኩነታት ዘራእቲ ንምዕዛብ ብሸውዓተን ሸሞንተን ጥቅምቲ ኣብ ንኡሳን ዞባታት ሃበሮን ሓመልማሎን ዑደት ኣብ ዝገበረሉ ኣቶ ዓሊ ኣብ ፅቡቕ ደረጃ በፂሑ ዘሎ ዘራእቶም ክሳብ ኣብ ቆፎኡ ዝኣቱ ምስ ክኢላታት ሚኒስትሪ ሕርሻ እናተሓባበሩ ክሰርሑ መኺሮም። ኣማሓዳሪት ትንኡስ ዞባ ወይዘሮ ዓሻ ዓሊ ኖር ንኤሪና ኣብ ዝሃበቶ ሓበሬታ፣ ሓረስቶት ቅድሚ ክራማት ዝገብርዎ ምድላዋት ብሰናይ ክራማት ስለዝተሰነየ ብዘይካ ኣብ ከባቢ መዝረት ኣብተን ካልኦት ሸውዓተ ምምሕዳራት ከባቢ ርቡሕ እቶት ክሕፈስ ትፅቢት ከምዝግበር ገሊፃ። ኣብ መወዳእታ ወይዘሮ ዓሻ፣ ነበርቲ ካብ ጉስነት ናብ ማሕረስ ይሰጋገሩ ብምህላዎም ሚኒስትሪ ሕርሻ ኣብ ንጥፈታት ምዕቃብ ማይን ሓመድን ዘድሊ ምድግጋፍ ክገብረሎም ፀዊዓ። ኣብ ንኡስ ዞባ ሃበሮ ኣስታት ሰለስተ ሽሕን ሓሙሽተ ሚእትን ሄክታር ዝሕረስ መሬት እኳ እንተሎ፣ ሎሚ ዓመት ልዕሊ ሓደ ሽሕን ሸሞንተ ሚእትን ሄክታር ጥራይ ከምዝተሓርሰ እቲ ዝረኸብናዮ ሓበሬታ ኣመልኪቱ።
ህዝቢ ንቕሓቱ ክብ ኣቢሉ ተጠቃሚ ኣገልግሎት ጥዕና ንክኸውን ኪኖት ዝካየዱ ጎስጓሳትን ኣስተምህሮታትን በቢከባቢኡ ብርክት ዝበላ ትካላት ጥዕና ይወዳደሩ ኣለዋ። ከም ውፅኢት ናይዚ ሰብዓን ኣርባዕተን ሚኢታዊት ካብ ህዝቢ ዞባ ሰሜናዊ ቀይሕ ባሕሪ ኣብ ከባቢኡ ኣገልግሎት ጥዕና ክረክብ በቒዑ ኣሎ። ነዚ ኣመልኪቱ ወኪል ኤሪና መሓሪ በላይ ንዘዳለዎ ፀብፃብ ኣማኒኤል ኣልኣዛር ከቕርቦ እዩ።
ኣብ ዞባ ሰሜናዊ ቀይሕ ባሕሪ ዝርጋሐን ብቕዓትን ትካላት ጥዕና ንምርግጋጽ ብዝተኻየደ ገዚፍ ወፍሪ ሰብዓን ኣርባዕተን ሚእታዊት ካብ ህዝቢ ኣብ ውሽጢ ዓሰርተ ኪሎ ሜተር ኣገልግሎት ጥዕና ይረክብ ከምዘሎ ተገሊጹ። ሓላፊ ጨንፈር ሚኒስትሪ ጥዕና ኣብቲ ዞባ ዶክተር ዮሃንስ ተኸስተ ንኤሪና ኣብ ዝሃቦ ሓበሬታ ኣብዚ ዝሓለፈ ናይ ናጽነት ዓመታት ቁጽሪ ትካላት ጥዕና ብሸሞንተ ሚእቲ ሚእታዊት ክብ ብምባል ኣርብዓን ሓደን በጺሑ ከምዘሎ ዘመናዊ መሳርሒታትን ብቑዓት ሞያውያንን ዝዓጠቓ ብምዃነን ድማ ብሰንኪ ራሕቂ ክስዕብ ዝጸንሐ ሞት ከም ዝተወገደ ኣፍሊጡ። ኣብ ትካላት ጥዕና፣ ኣብ ዝርግሐኣን ይኹን ኣብ ትሕተ ቅርጸን ብዙሕ ለውጢ ርኢና ኢና። ቅድሚ ናጽነት ሓሙሽተ ጥራሕ ዝነበራ ትካላት ጥዕና ሰንካ ሰለስተ ሆስፒታላትን ሓንቲ ማእከል ጥዕናን እያ ነይራ። ኣብዚ ሕጂ እዋን ግን ኣርብዓን ሓደን በጺሕና ኣለዋ። እዚ እንታይ ማለት እዩ? እተን ሆስፒታላት ዳርጋ ኣርባዕተ ኣለዋ ናብዚ ሰዓት እዚ። ማእከላት ጥዕና ወይ ከኣ ሄልዝ ሰንተራት ንብለን፣ ትቻዓተ ኣለዋና ሄልስ ስተሽን መደበር ጥዕና ማለት እዩ ካብ ሓንቲ ናብ ዕስራን ሰለስተን ከይዱ ሕጂ እውን ኣብ ንኡስ ዞባ ኣዶብሓ ኣብ ዒላ ባቡ ዝበሃል ሓንቲ ሄልስ ስተሽን ትስራሕ ኣላ ማእኸል ጥዕና ባዳ እውን ንተዳናጉያ እኳ ዋላ እንተነበረት ኣብዚ ሕጂ እዋን ንምስራሕ ምስ ሚኒስትሪ ጥዕናን ምስ ሰገን ኩባንያ ህንፃ ሰገንን ርክብ ተገይሩ ንኽጅምር ኣብዚ ቀረባ እዋን ቃል ኣትዮም ኣለዉ ማለት እዩ። በብከባቢኡ ዘለዋ ትካላት ብዝህብኦ ጥዕናዊ ኣስተምህሮታት፣ ንቕሓትን ኣፍልጦን ህዝቢ ኣብ ጠንቅን ሳዕቤናትን ሕማማት ብሓፈሻ፣ ተመሓላለፍቲ ሕማማት ድማ ብፍላይ ክብ ምባሉ ኣብቲ ዞባ ካብ ዝተመዝገቡ ዓበይቲ ዓወታት ከምዝኾነ ዝገለፀ ዶክተር ዮሃንስ፣ ኣብ ርሑቕ ከባቢታት እንድላል፣ ቅሮራ፣ ኣዶብሓ፣ ቃምጨዋ፣ ዳህላክን እማህሚመን ንዝርከባ ትካላት ጥዕና ዝተመደባ ሓደስቲ ኣምቡላንሳት ኣብ ምድሓን ህይወት ዜጋታት ዓብዪ ኣስተዋፅኦ ይገብራ ከምዘለዋ ሓቢሩ። ዘመናዊ መሳርሒታት እውን እንዳተኣታተና ንኸይድ ኣለና። ስፔሻሊ ብዘን ሆስፒታላት ናይ ብላድ ኬሚስትሪ ንኣብነት ኮሎስትሮል፣ ሊቨር ፋንክሽን እዚታት ይተኣታቶ ይስረሓሉ ከምዘሎ፣ ናይ ልቢ ሕማም መመርመሪ ኣልትራሶኖግራፊ ኣብ ጊንዳዕ ባጽዕ ሆስፒታል እውን ከምዘሎ፣ ናይ EKG እውን ኣለና ኣልትራሳውንድ ናይ ኩሊት ይኹን ናይ ሊቨር እዚታት እውን ከም ዘሎ ካብኡ ቀፂሉ እውን ሓድሽ እዚ ናይ ጂን ኤክስፐርት ዝብሃል ምስ ቲቢ ተተሓዘ እውን ኣብ ባፅዕ ሆስፒታል ምናልባት MDR ቲቢ ወይ ከዓ ማልቲ ድራግ ረዚስታንት ተፃዋርነት ዘጥረየ ሕማም ቲቢ ንከይህሉ ተባሂሉ እሱ እውን ከም ሓጋዚ ብሓፈሻ እንታይ ክብል እደሊ ኣብ ዲያግኖሲስ ወይ ነፀርታ ንክትገብር ሓገዝቲ እዮም እዚኦም። ስለዚ ካብ ሰብ ላዕልን ታሕትን ነስመራ ከይዱ ዝምርመር ዝነበረ ንወፃኢታቱ ክዉን ላዕልን ታሕትን ኣብዚ ይሕከም። እንደገና ከዓ እቲ ሕማም ከየስፋሕፈሐ ወይ ኣብ ሕማቕ ከይበፅሐ ክትረኽቦ ከምዝኽእል እዩ። ሸፈነ ክታበት ንምስፋሕ ብዝተኻየደ ፃዕሪ ኣብ ርሑቕ ገጠራት ዝተደኮና ትካላት ጥዕና መድሃኒት ንምዕቃብ ዝሕግዘን ፀሓያዊ ፀዓት ሳላ ዝተተኽለለን እቲ መጠን ሰማንያን ሓሙሽተን ሚእታዊት ምብጽሑ ዝሓበረ ዶክተር ዮሃንስ፣ ንነፍሰጾራት ዝወሃብ ክታበት፣ ኣብ ምቁጽጻር ሰኣን ክታበት ዝኽሰቱ ሕማማት ልዑል እጃም ከም ዘለዎ ኣረዲኡ። ብብዝሒ ኣዴታት ኣብ ናቕፋ ሆስፒታል መጺኤን ይሓርሳ ከም ዘለዋ፣ እቲ ኣብኡ ዘሎ መጸበዪ ሓራሳት ይጥቀማሉ ከም ዘለዋ፣ ክንክን ቅድሚ ሕርሲ፣ ይመጽኣ ከም ዘለዋ ስለዚ እዚ ጀሚርናዮ ዘለና ስራሕ ኣብ ካልኦት ውን ንኡሳን ዞባታት ከነተኣታቶ ኢና ንእግሪ መገደይ ምስኣ እዛ መጸበይ ሓረሳት ትብል ወይ ከኣ ማተርናል ወይቲን ሆም ብጣዕሚ ኣገዳሲት እያ ብሕልፊ ንዞባና በረኻታት ኣሎ ኣጻምእ ኣሎ ናይ ትራንስፖርት ጸገማት ውን ስለ ዘሎ እተን ኣዴታት ኣብዚ መጸበይ ሓራሳት ዘለዎ ቦታ መጽየን ንሓደ ወርሒ ክጸንሓ ከም ዝኽእላ ኣለና ማለት እዩ። ዶክተር ዮሃንስ ተኸስተ ኣብ መወዳእታ ብሰንኪ ጉድለት ፅሬት ዝላባዕ ሕማማት ንምቁፅፃር ኮም ዝመርሖ መደባት ኣብ ሰብዓን ክልተን ዓድታት ብምትእትታው ሰብዓን ሓሙሽተን ሚእታዊት ካብ ህዝቢ እቲ ዞባ ተጠቃሚ ዓይኒ ምድሪ ኮይኑ ምህላው ብምግላፅ ተርእዮ ሕማም ትራኮማ ብሸሞንተ ሚእታዊት ክንክን ከሎ ሕማማት ነድሪ ሳምቡእ፣ ፖልዮ፣ ትኽትኽታን ቴታኖስን ድማ ናብ ዜሮ ከምዝወረዱ ገሊፁ።
ኣብ ንኡስ ዞባ ኣምነ ሓይሊ ብኮማዊ ተሳትፎን ምትሕብባር ጨንፈር ሚኒስትሪ ትምህርቲ ዞባ ደቡብን ብኣስታት ሽዱሽተ ሚልዮን ናቕፋ ዝተሃንፃ ሰለስተ ሓደስቲ ናይ መባእታ ኣብያተ ትምህርቲ ብሸሞንተ ጥቅምቲ ሚኒስተር ትምህርቲ ኣቶ ሰመረ ርእሶም መሪቕወን። እዘን ኣብ ዓድታት ሕርዋ ገደና፣ ማእዶ፣ ዓዲ ሓውያን ዓዲ ልብሶን ብተበግሶ ህዝቢ ዝተሃንፃ ኣብያተ ትምህርቲ ዓሰርተ ሸውዓተ መምሃሪ ክፍልታት፣ መንበሪ መምህራንን ካልእ ተወሳኺ ክፍልታትን ከምዘጠቓልላ ወኪል ኤሪና ገሊፁ። ብመሰረት ሓበሬታ ሓላፊ ጨንፈር ሚኒስትሪ ትምህርቲ ኣብቲ ምዝባ መምህር መሪሕ ኪሮስ፣ እተን ኣብያተ ትምህርቲ ንሓደ ሽሕን ክልተ ሚእትን ተምሃሮ ዕድል ከፊተን ኣለዋ። ኣመሓዳሪ ን ዞባ እምኒ ሓይሊ ኣቶ ብርሃነ መንገሻ ብወገኑ፣ እቲ ዝተወስደ ተበግሶ ንኻልኦት ዓድታት ኣርኣያ ኮይኑ ምህላው ብምግላፅ፣ ኣብ ምውዳድ ቀረብ ፅሩይ ዝስተ ማይ፣ ኤሌክትሪክን ፅርግያታትን ክቕፅል ኣዘኻኺሩ። ኣብቲ ኣጋጣሚ ሚኒስተር ሰመረ ምስ ወከልቲ ህዝቢ፣ ዓበይቲ ዓድን መራሕቲ ሃይማኖትን ኣብ ዝገበሮ ርክብ፣ መንግስቲ ምዕሩይ ዝርግሐ ኣገልግሎት ትምህርቲ ንምውዳድ ካብ ቀዳምነታቱ ገይሩ ይሰርሕ እኳ እንተሎ፣ ህዝቢ ነዚ ከቢድ ሓላፍነት ተገንዚቡ በብከባቢኡ ዝወስዶ ዘሎ ተበግሶታት መርኣያ ንቕሓቱን ተወፋይነቱን ምዃኑ ገሊጹ። ወከልቲ ህዝቢ ብወገኖም ሕጽረት ሰደቓታትን መወከስን መጻሕፍትን ፍታሕ ክናደየሉ፣ ብፍላይ ኣብ ማእከላይን ካልኣይን ደረጃ ኣብያተ ትምህርቲ ዛራ ዘሎ ዋሕዲ ናውቲ ላቦራቶሪ ድማ ክማላእ ተላብዮም። ኣብ ንኡስ ዞባ እምኒ ሓይሊ ዓሰርተ ናይ ቅድመ ትምህርቲ ዝርከበን ካብ መባእታ ክሳብ ካልኣይ ደረጃ ዝተዘርግሓ ኣርብዓን ክልተን ኣብያተ ትምህርቲ ኣለዋ።
ኣገልግሎት መጓዓዝያ ንምስፋሕን ንምምዕባልን መንግስቲ ኣብ ቀፃሊ ፃዕሪ ከምዝርከብ ይፍለጥ። ኣብ ትሕተ ቅርፅን ኣውቶቡሳትን ዝግበር ዘሎ ወፍሪ ድማ ናይዚ መርኣያ እዩ። ከም ኣካል ናይዚ ኩባንያ መጓዓዝያ ሓራት ህዝቢ ካብን ናብን ብዘይፀገም ንክንቀሳቐስን ጉዳያቱ ኣብ እዋኑ ንከሳልጥን ክሳብ ዝረሓቐ ከባቢታት ሸፈነ ንምሃብ ይነጥፍ ኣሎ። ኣብዚ ቀረባ እዋን ኣብ ንኡስ ዞባ ሰንዓፈ ዝተኸፍተ ሓድሽ መስመራት ውፅኢት ናይዚ ወኪል ኤሪና መሓመድ ኣይፈራሕ ንዘዳለዎ ፀብፃብ ኣዜብ ብርሃነ ከተቕርቦ እያ።
ኩባንያ ህዝባዊ መጓዓዝያ ሓራት ሸፈን ኣገልግሎቱ ናብ ርሑቕ ገጠራት ንምብፃሕ ብዘካይዶ ዘሎ ፃዕሪ ኣብ ንኡስ ዞባ ሰንዓፈ ካብ ከተማ ሰንዓፈ ናብ ሓውሲ ከተማ ሰርሓን እንዳ ዳሽምን ሓድሽ መስመራት ከፊቱ። ብመሰረት ሓበሬታ ሓላፊ እቲ ኩባንያ ኣብ ዞባ ደቡብ ኣቶ ኣሕመድ ዓሊ ሹም ኣብ መስመር ሰንዓፈ ሰርሓ ዕለታዊ ኣብ መስመር ሰንዓፈ እንዳ ዳሽም ድማ ኣብ መዓልቲ ዕዳጋ ረቡዕን ቀዳምን ኣገልግሎት ተጀሚሩ ኣሎ። ዝነበረ መስመር ሓይሊ ወሲክካ መካይን ብብዝሒ ኣምጺኻ ነቲ ህዝቢ ኣጉልጉለት እዩ። ንቀጻሊ ካልኣይ ዕቤት እንዳረኣኻ ትኸይድ ከለኻ ዓበይትን ንኣሽቱን የእቲኻ ነቲ ህዝቢ ኣጉልጉለት ምሃብ ብቁዓት መካይንን ጥዕነኣን ዝተሓለወን መኻይን ነመሃብ እዩ ዕላማ መኻይኖም ህዝቢ መኻይን መንግስቲ መንግስቲ ካለ ናቱ ምዃኖም ክፈልጥ ኣሎ እቲ ህዝቢ ክፈልጥ ኣለዎ ናቱ ምዃነን ህዝቢ ክሓግዘና ክክእል ኣለዎ። ኣካያዲ ስራሕ ንኡስ ዞባ ሰንዓፈ ኣቶ ኪሮስ ገብረማርያም ኣብ ዝሃቦ ሓበሬታ፣ በብእዋኑ ዝኽፈት ዘሎ ሓደስቲ መስመራት ኣገልግሎት መጓዓዝያ ኣብ ተገልገልቲ መስተርሆ ፈጢሩ ከምዘሎ ብምሕባር፣ ሸሞንተ ምምሕዳራት ከባቢ ተጠቀምቲ ናይዚ ሓድሽ መስመራት ኮይነን ምህላወን ኣረዲኡ። እዚ መስመር ናይ ሓራት ን ሓውሲ ከተማ ሰርሓ ምኽፋቱ ንህዝቢ ንኡስ ዞባና ዳርጋ ራህዋ እዩ ክበሃል ይከኣል። ሚእቲ ካብ ሚእቲ እኳ ራህዋ እንተዘይኮነ ዳርጋ ሰማንያ ካብ ሚእቲ ራህዋ ኣለዎ። ምኽንያቱ ሸውዓተ ምምሕዳር ከባቢታት ኣስታት ሰላሳ ዝኾና ዓድታት ተጠቀምቲ ናይዚ መስመር ስለዝኾና። ካብ ሰንዓፈ ንደቀምሓረ ፈጺሙ መስመር ኣይነበረን። መስመር ስለ ዘይነበረ ሕጂ ህዝቢ ነስመራ እዩ ዝኸፍል ነይሩ ደቀምሓረ ዝወርድ ከሎ ነስመራ ከፍል ነይሩ ሕጂ ግን ካብ ሰንዓፈ ንደቀምሓረ ካብ ደቀምሓረ ክምለስ ከሎ ከኣ ኣብ ዓዲ ቀይሕ እዩ ዝወርድ ነይሩ ስለዚ ተመሊሱ ከኣ ካልኣይ ናይ መጓዓዝያ ጸገም ከኣ ንሰንዓፈ እውን ነይርዎ እዚ ሕጂ ብሓንሳብ ምፍትሑ ኣዝዩ መስተርሆት ዝፈጥር ምንቅስቃስ መስተርሆት ዝፈጥር ናይ ህዝቢ ምዃኑ ከይጠቐስኩ ክሓልፍ ኣይደልን። ነበርቲ ብወገኖም፣ ኩባንያ መጓዓዝያ ሓራት ወሲድዎ ዘሎ ንዝነበሮም ሃልኪ ጉልበትን ገንዘብን ዝቕንጥጥ ምዃኑ ብምሕባር፣ ኣብተን ካልኦት ምምሕዳራት ከባቢ እውን ተመሳሳሊ ፍታሕ ክግበር ተላብዮም። ናይ ግሊ ዝነበራ ኣውቶቡስ እኹላት ኣይነበራን። ደሓር ኮላይ እቲ ዝነበረ፣ ክፍሊት እውን ቁሩብ ነቲ ህዝቢ ይሃስዮ ነይሩ እዩ። እዚ ግን ብርትዓዊ ዋጋ ንህዝቢ ንምግልጋል ንህዝቢ ናይ ህዝቢ ፀገም ንምፍታሕ ትገብሩልና ዘለኹም ምትሕብባር ብጣዕሚ ኢና ነመስግን። ካብ ቤት ፅሕፈት ኩባንያ ህዝባዊ መጓዓዝያ ሓራት ኣብ ዞባ ደቡብ ብዝተረኽበ ሓበሬታ ኣቋሪፁ ዝፀንሐ መስመር ደቀምሓረ ማይሓባር ጊንዳዕ ዳግም ክኽፈት እንከሎ፣ ካብን ናብን ዓዲ-ዃላን ኩሕሊ-ዝብእን ሓድሽ መስመር ኣገልግሎት ከምዝጀመረ ተፈሊጡ።